ሰላም ሰላም ተኸታተልተይ ከመይ ኣለኹም ኣነ እግዛብሄር ዝተመስገነ ይኹን ዳህና እየ ኣብ ናይ ለማዕንቲ መደበይ ቅድሚ ጾታዊ ርክብ ብፍጹም ክትበልዕዎ ዘይግባእ ናይ ምግቢ ዓይነታት ሒዘልኩም መጽየ ኣለኹ ናብ መደበይ ክኣቱ እንከለኹ ሎማዓንቲ ቅድሚ ጾታዊ ርክብልዑ ዘይብሎም ኣርባዕተ ምግብታት ክንርኢ ኢና እዘን ኣርባዕተ ምግብታት ቅድሚ ጾታዊ ርክብ እንተበሊዕኹም ሕማቅ ዝኾነ ጾታዊ ርክብ ንኽትገብሩ ዝገብርኹም እዮም ኣብ ደቂ ተባዕትዮ ናይ ብልዕቲ ደው ናይ ዘምባል ጸገም ዘምጽኡ'ውን እዮም። ኣብ ደቂ ኣንስትዮ ድማ ናይ ሕማቕ ዝኾነ ጨና ሳዕቤን ዘምጽኡ ምግብታት እዮም። እዘን ምግብታት እንመን እየን ዝብል ነገር ክንርኢ ኢና። ነዚ ቻነል ሓደሽቲ ዝኾንኩም ሰብስክራይብ ብምግባር ናይ ቻነልና ስድራ እንዳኾንኩም ዝተፈላለዩ ጥዕና፣ ናይ ጾታዊ ርክብ፣ ናይ ሓዳር ህይወት ኢንፎርሜሽን ትረኽብሉ ኢኹም። መደብና ናብ ብዙሓት ሰባት ንኽባጻሕ ላይክ፣ ሼር ምግባርኩም ኣይትረስዑ። እቲ ቀዳማይ ንሪኦ ናይ ምግቢ ዓይነት ቺዝ ዝበሃል ናይ ምግቢ ዓይነት እንትኾን ቅድሚ ጾታዊ ርክብ ቺዝ ትበልዑ እንተኾይንኩም ኣብ እዋን ምስዕዓም ሕማቕ ናይ ኣፍ ጨና፣ ናይ ሰውነት ጨና ዝፈጥር ዓይነት ምግቢ እዩ። ንኣብነት። ንውሕ ንዝበለ ግዘ ፀኒሕኩም ንመጀመርታ ግዘ ፆታዊ ርክብ ትፍፅሙ ዘለኹም ፍቑራት እንተኾይንኩም ኣብ መንጎኹም ዘሎ ርክብ ዘበላሹ ክኾን ይኽእል እዩ። ንምንታይ እዩ ዘበላሹ? ኣብ እዋን ፆታዊ ርክብ ሕማቕ ዝኾነ ናይ ኣፍ ጨናን ሕማቕ ዝኾነ ናይ ሰውነት ጨናን ስለዝፈጥር ንውሕ ንዝበለ ግዘ ብፍቕሪ ፀኒሕኩም ንመጀመርያ ግዘ ፆታዊ ርክብ ትፍፅሙ ከፕልስ እንተሃሊኹም ንዚ ናይ ፆታዊ ርክብኩም ዘበላሹ ዓይነት ምግቢ ክኾን ይኽእል እዩ። ስለዝኾነ እዚ ምግቢ እዚ ኣብ ኣፍናን ኣብ ሰውነትናን ሕማቕ ጨና ንኽህሉ ዝገብር ምግቢ እዩ። ብተወሳኺ ኣብ ከብድና ጽቡቕ ስምዒት ንኸይህሉ ዝገብር ዓይነት ምግቢ እዩ። ቺዝ ንኸብድና ተስማዕማዓይ ዝኾነ ባክቴርያ ከም ዘለዎ ይፍለጥ እዩ። ኮይኑ ግን ኣብ እዋን ጾታዊ ርክብ እዚ ባክቴርያ እዚ ንኸብድና ናይ ምርባሽ ጠባይ የምጽእ እዩ። ከብዲ ናይ ምንፋሕ ከምኡውን ከብዲ ድምጺ ንኽህልዎ ዝገብር ዓይነት ምግቢ እዩ። ቅድሚ ናብ ጾታዊ ርክብ ምእታውኩም ቺዝ ክትበልዑ የብልኩምን። እቲ ካልኣይ ንሪኦ ቅመም ዝበዝሖ ምግቢ ምብላዕ እንትኸውን፣ ቅመም ዝበዝሖ ምግብታት በሊዕና ናብ ፆታዊ ርክብ ኣብ ንኣትወሉ እዋን ልዑል ዝኾነ ካሎሪን ስለነቃፅል ልዑል ዝኾነ ርሃፅ ክነውፅእ ኢና። እዚ ድማ ሕማቕ ንዝኾነ ናይ ሰውነት ጨና ንኽፍጠር ዝገብር ዩ። ምስ ርሃጽ ዝተተሓዘ ሕማቕ ናይ ብልዕቲ ጨናን ናይ ሰውነት ጨናን ብምፍጣር ንደቂ ኣንስትዮ ተጻራሪ ጾታኽን ማለት'ውን እቲ ወዲ ክሓቕፈክንን ክስዕመክንን ከሎ ደስ ንኸይብሎ ዝገብር እዩ። ብተመሳሳሊ ንደቂ ተባዕትዮ እውን እታ ጓል ኣንስተይቲ ክትስዕመካን ክትሓቕፈካን እንከላ ደስ ንዘይብል ስምዒት ክስምዓ ዝገብር እዩ። ስለዝኾነ ቅድሚ ጾታዊ ርክብ ቅመም ዝበዘሖ ምግብታት ክትበልዑ የብልኩምን። እቲ ሳልሳይ ንሪኦ ሽኮር ዝበዝሖ ምግብታት ምብላዕ እዩ። ሽኮር ዝበዝሖ ምግብታት በሊዕና ናብ ጾታዊ ርክብ ኣብ ንኣትወሉ እዋን ልዑል ዝኾነ ረሃጽ ክወጽእ ዝገብር እዩ። እዚ እንተኾይኑ ድማ ሕማቕ ናይ ሰውነት ጨና ይፈጥር እዩ። ስለዝኾነ ኣብ እዋን ጾታዊ ርክብ ናይ ዓርሰ እምነትና ንክቕንስ ዝገብር እዩ። ንኣብነት ሓደ ወዲ ኣብ እዋን ጾታዊ ርክብ ብርሃጽ ምኽንያት ብዝፍጠር ጨና ይጭነቕን ይሓፍርን እንተሃልዩ መትልኡ ደው ዘይክብለሉ ይኽእል እዩ። ሓደ ወዲ ርእሱ ንጾታዊ ርክብ ድልው እንተዘይኮይኑ ወይ ከኣ ናጻ ኮይኑ ሓሳቡ ናብ ጾታዊ ርክብ እንተዘይኮይኑ መትልኡ ደው ናይ ዘይምባልን ቀልጢፉ ናይ ምውዳእ ጸገምን ከጋጥሞ ይኽእል እዩ። ኣብ ጓል ኣንስተይቲ እውን ብተመሳሳሊ ዓርሰ እምነታ ኣብ እዋን ጾታዊ ርክብ እንተቐኒሱ ናይ ብልዕታ ናይ ምድራቕ ጸገም የምጽእ እዩ፣ ብተመሳሳሊ እውን ናይ ዕግበት ጸገማት እውን ከጋጥማ ይኽእል እዩ። ስለዝኾነ ሽኮር ዝበዝሖም ምግብታት ምብላዕ ነዚ ዝረኣናዮ ጸገማት ስለዘምጸልና ቅድሚ ናብ ጾታዊ ርክብ ምእታውኩም ሽኮር ዝበዝሖ ምግብታት ክትበልዑ ኣይግበእኩምን። ኮይኑ ግን ሽኮር ዘለዎ ምግቢ ቃሕ እንተይልኩም ቸኮሌት ተትበልዑ ይምረጽ ብፍላይ ድማ ዳርክ ቸኮሌት እንተበሊዕኹም ይምረጽ። ምኽንያቱ እንታይ እዩ? ዳርክ ቸኮሌት ንጾታዊ ርክብ ዝኸውን ናይ ባዕሉ ዝኾነ ጠቕምታት ስለ ዘለዎ ዳርክ ቸኮሌት እንተትበልዑ ይምረጽ። ብተመሳሳሊ እውን ናይ ሽኮር ዘለዎ ምግቢ ድሌትኩም ስለ ዘርውየልኩም እውን እዩ። እቲ ራብዓይን ናይ መወዳእታን እንሪኦ ጨው ዝበዝሖ ምግቢ ምብላዕ እዩ። እዚ ብፍላይ ጉድኣቱ ንደቂ ተባዕትዮ እዩ። እቲ ጉድኣት እንታይ እዩ? ናይ ወዲ መትሎ ኣብ እዋን ጾታዊ ርክብ ንውሕ ንዝበለ ግዘ ደው ኢሉ ንክጸንሕ ዝኽእል ናይ ደም ምዝዋር ጽቡቕ እንተሃልዩ እዩ። ጨው ድማ ናቹራሊ ናይ ሰውነትና ናይ ደም ምዝውዋር ዘስተኣጓጉል ምግቢ እዩ። ዝኾነ እኹል ዝኾነ ደም ናብ መትሎና ንኽኸይድ ኣይገብርን። እኹል ዝኾነ ደም ናብ መትሎና ኣይከደን እንተልና ድማ መትሎና ንውሕ ንዝበለ ግዘ ክፀንሕ ኣይኽእልን ማለት እዩ። ኣስዒቡ እውን ምስ ናይ ፆታዊ ርክብ ስንፈት ዝተተሓዘ ፀገማት ክፈጥር ይኽእል እዩ። ስለዝኾነ ቅድሚ ጾታዊ ርክብ ጨው ዝበዝሖ ምግቢ ክትበልዑ የብልኩምን። ክነጠቓሎ እንከለና፣ እዘን ቅድም ኢልና ዝረኣናየን ናይ ምግቢ ዓይነታት ቅድሚ ጾታዊ ርክብ ምብላዕ ኣብቲ ክትገብርዎ ዝሓሰብኩም ናይ ጾታዊ ርክብ ጸገማት ብምፍጣር ኣዕጋባይ ዝኾነ ጾታዊ ርክብ ንኸይትገብሩ፣ ንኸይትፍጽሙ፣ ዝገብረኩም እዩ። እንታይ ዓይነት ምግብታት ደኣ ክንበልዕ ኢልኩም ክትሓቱ ትኽእሉ ኢኹም። ኣትክልትታት፣ ፍራፍረ፣ ቆጽላመጽሊ፣ ናይ ፕሮቲን መጠኖም ልዑል ዝኾነ ምግብታት ምብላዕ፣ ኣዕጋባይን ተናፋቒን ዝኾነ ጾታዊ ርክብ ንኽትፍጽሙ ዝሕግዙኹም ዓይነት ምግብታት እዮም። ብፍላይ ድማ ኣፕል በሊዕኩም ናብ ጾታዊ ርክብ ክትኣትዉ እንከለኹም ናይ ኣፍኩም ጨናን ናይ ሰውነትኩም ጨናን ዝተስተኻኸለ ክገብሮ ስለዝኽእል ኣፕል ምብላዕ ቅድሚ ጾታዊ ርክብ ብጣዕሚ ኣድላይ ነገር እዩ። ነዚ ኢለ ናይ ሎምዓንቲ መደበይ በዚ ከዛዝም። ናይ ሎማዕንቲ መደበይ ዝኾነ ሓድሽ ነገር ከም ዝሓዝኩም ተስፋ ይገብር ሓሳብ ሪኢቶ እንተሃሊኩም ብ ኮሜንት ሴክሽን ሓሳባትኩም ግለጹለይ ሰላምን ጥዕናን ንኹላትና የቀኔለይ።